ናይ ሎሚ መደብና ምስቲ ኣብ ካናዳ ኣዝዩ ፍቱው ዝኾነ ትካል እንዳ ቡን ወይ ኮፊ ሾፕ ቲም ሆርተንስ ድሕረ ባይትኡ ምስጢር ዓወት ናይቲ ትካልን ብሕጽር ዝበለ ከነቕርበልኩም ኢና ምሳና ጽንሑ። ኩሉ ኣብ ካናዳ ዝነብር ሰብ ኣብ መዓልቲ ሓንሳብ እውን ትኹን ናብ ትካል ቲም ሆርተን ከየላገሰ ዝውዕል ኣዝዩ ውሕድ እዩ ክበሃል ይከኣል። እቶም ውሕዳት እውን እንተኾኑ ብዝተፈላለየ ምኽንያት ኣገልግሎት ካብ ምጥቃም እኳ እንተበኾሩ ኣብ ጎደናታት ክሓልፉ ታፔላታት ወይ ምልክታት ናይ ቲም ሆርተን ካብ ምዕዛብ ግን ፍጹም ኣይበኹሩን። እዚ ከብለና ዝኸኣለ ምኽንያት ድማ እዚ ትካል'ዚ ልዕሊ ሰለስተ ሽሕን ሓሙሽተ ሚእትን ሬስቶራንትስ ኣብ ዝተፈላለየ ከተማታት ካናዳ ምኽፋቱን ኣብ ታሪኽ ሬስቶራንት ካናዳ እቲ ሓደን ኡንኮን ሬስቶራንት ክብሩ ዓቂቡ ንብዙሕ ዓመታት ምቕጻሉን'ዩ። ብዘይካ'ዚ ኣብ ሃገራት ኣሜሪካ፣ ኣውሮጳ፣ ኤሽያ ዝተኸፍታ ሬስቶራንት ዘለዋ ኮይነን ምስኣን ሓዊስካ ዓለምለኻዊ ልዕሊ ሓሙሽተ ሽሕን ሸውዓተ ሚእትን ጨናፍር ክገብር ክኢሉ'ዩ። ቲም ሆርተንስ ኣዝዩ ህቡብን ፍቱውን ትካል መሸጢ ቡን ኮይኑ፣ ብ ሽሕን ትሽዓተ ሚእትን ስሳን ኣርባዕተን ኣብ ከተማ ሃሚልተን ዝተመስረተ ቀንዲ መለለይኡ ምሻጥ ዶናት ፓስተ፣ ቡን፣ ዝተፈላለየ ዓይነት ሳንዱች ምንባሩ ይዝከር። መስረቲ ናይዚ ትካል ናይ ቅድም ተጻዋታይ ኣይስ ሁኪ ዝነበረ ድሒሩ ግና ወዲ ኣርብዓን ኣርባዕተን ዓመት እንከሎ ብሓደጋ መኪና ኣብ ሽሕን ትሽዓተ ሚእትን ሰብዓን ኣርባዕተን ህይወቱ ዝሰኣነ ቲም ሆርተንን ከምኡውን ጂም ሽረይድን ምንባሮም ይዝከር። ናይ ኮሎምብያ ቡን ኣዝዩ ዝፈቱ ዝነበረ ቲም ሆርተን ኩሉ ግዜ ድሕሪ ጸወታ ቡን ይሰቲ ከም ዝነበረ ይዝከር። ስለ ዝኾነ ከኣ ነቲ ዝጀመርዎ እንዳ ቡን ዝኸውን ፍረታት ኣብ ሃገረ ኮሎምብያ ከፍርይዎ ዝኸኣሉ። ሰለስተ ዓመት ድሕሪ ምጅማር እቲ ትካል ምስ ሮን ጆይስ ዝበሃል ኢንቨስተር ሽርክነት ብምፍጣር ኣብ ምስፍሕፋሕ እቲ ትካል ዓቢ ስጉምቲ ወሰደ። ነዚ ሕጂ በጺሕዎ ዘሎ ናይ ማልቲ ቢልዮን ዶላር ፍረንቻይዝ ደረጃ ቀንዲ ምኽንያት ከም ዝኾነ ድማ ይፍለጥ። ድሕሪ ሞት ቲም ማለት ኣብ ሽሕን ትሽዓተ ሚእትን ሰብዓን ኣርባዕተን ምሕደራ ናይቲ ትካል ሙሉእ ብሙሉእ ተቖጻጺሩ ዘካይዶ ዝነበረ ሮን ጆይስ፣ ብዙሕ ከይጸንሐ ናብ ሰድራቤት ቲም ብምኻድ ነቲ ዝነበሮም ብርኪ ጠቕሊሉ ክገዝኦ ሓተቶም። ሓደ ሚልዮን ዶላር ከፊሉ ነተን ኣብ ኣርብዓ ዝተፈላለዩ ቦታታት ተኸፊተን ዝነበራ ሬስቶራንትስ ክውንነን ድማ ተሰማምዐ። በዚ ኣጀማምራ ጽቡቕ ዝኸደ ሮን ጆይስ ክሳብ ሽሕን ትሽዓተ ሚእትን ትስዓን ሓደን ናብ ሓሙሽተ ሚእቲ ጨናፍር ክብርኽ ከምዝገበረ ድማ ይዝከር። ቅልጡፍ ዕቤት ትካል ቲም ሆርተንስ ነተን ኣብቲ ግዜ'ቲ ዝነበራ ብዙሓት እንዳ መሸጢ ዱናትን ቡንን ካብ ጸወታ ከውጽኣን ግዜ ወሰደሉ። ኣዝዩ ኣገዳሲ ዝበሃል ቦታታት ብምውናን ድማ ግዝኣቱ ኣስፋሕፍሐ። ርትዓዊ ዋጋ ምዃኑ፣ ብቐረባ ክርከብ ዝከኣል፣ ኣዝዩ ስሉጥ ኣገልግሎት ዝህብ ምስ ምዃኑ፣ ቀንዲ ካብቲ ኣብ ዕዳጋ መሸጣታት ቡንን ሬስቶራንትን ኣብ ካናዳ ጸብለል ኢሉ ንዓመታት ክቕመጥ ዘኽኣሎ ምኽንያት እዩ። ኣብ ጎቦታት ኮሎምብያን ጓቲማላን ቦቒሉ ናብ ካናዳ ዝኣቱ ምሩጽ ቡን ላቲን ኣሜሪካ ዝጥቀም ትካል ቲም ሆርተን፣ ኣብ ኣሰራርሓ ቡን ኮነ መግቢ ካብ ካልኦት ሬስቶራንት ፍልይ ዝበለ ኣገባብ ከም ዝጥቀም ይፍለጥ። ዝኾነ ግለሰብ ሽም ናይዚ ትካል ተጠቂሙ ክሰርሕ ምስ ዝደሊ፣ እዚ ትካል ዝሓቶ ኩሉ ከተማልእ ግዴታ ይህልወካ። ገለ ካብኡ እዚ ልዕል ኢሉ ዝተጠቕሰ ኣገባብ ኣቀራርባን ኣሰራርሓን ናይ ቡን ኮነ መግቢ ካብቲ ትካል ዝኣዘዞ መስርሕ ወጻኢ ምጥቃም ብሕጊ የሕትት። ብዘይካዚ ተወሰኽቲ ነገራት ካብ ዕዳጋ ኣምጺኻ ክትሸይጥ እውን ኩልኩል እዩ። ኣብዚ ግዜ እዚ ናይ ቲም ሆርተንስ ፍረንቻይዝ ክትውንን ከባቢ ሓደ ሚልዮን ዶላር የድልየካ። እዚ ክበሃል እንከሎ ኣብ ቦታን ግፍሕን ናይቲ ዝተኻረኻዮ ገዛ ይምርኮስ። ሓደ ካብቶም መንግስትን ህዝብን ካናዳ ዝምከሐሎም ትካላት ዝኾነ ቲም ሆርተንስ ላዕለዋይ ቤት ጽሕፈቱ ኣብ ከተማ ቶሮንቶ ኮይኑ ኣብ ዓሰርተ ሰለስተ ሃገራት ጨናፍር ኣለዎ። እቲ ብዌንዲስ ዝፍለጥ ሓደ ካብ ዓበይቲ ሬስቶራንት ኣሜሪካ፣ ካብ ሽሕን ትሽዓተ ሚእትን ቴስዓን ሓሙሽተን ክሳብ ክልተ ሽሕን ሽዱሽተን ዓመተ ምህረት ብሽርክነት ዝጸንሕ ውዕል ምስ ቲም ሆርተን ድሕሪ ምስምማዕ፣ ኣብ ዝተፈላለየ ከተማታት እዘን ትካላት ጎኒ ጎኒ ኮይነን ኣገልግሎት ክህባ ጀመራ። እቲ ኣገልግሎት ድማ ናይ ክልቲኤን ትካላት ጥቕሚ ብዝሕሉ መልክዕ፣ ዓማዊል ኣብ ሓደ ግዜ በርገርን ቡንን ዝረኽቡሉ ኣጋጣሚ ፈጠሩ። ንዓሰርተ ዓመታት ብሕብረት ድሕሪ ምስራሕ፣ ብድፍኢት ዝበዝሑ ወነንቲ ብርኪ ትካል ዌንዲይስ፣ ካብ ዓሰርተ ሓሙሽተ ክሳብ ዓሰርተ ሸሞንተ ፐርሰንት ዝኣክል ሼር ናይ ቲም ሆርተንስ ናብ ዕዳጋ ከውርድዎ ተገደዱ። መጋቢት ዕስራን ኣርባዕተን ክልተ ሽሕን ሽዱሽተን ብሕሳብ ዕስራን ሸውዓተን ካናዳ ዶላር ብህዝቢ ክንገድ ክፉት ድሕሪ ምዃኑ ኣብ ውሽጢ ዕስራን ኣርባዕተን ሰዓታት ልዕሊ ሸውዓተ ሚእቲ ሚልዮን ዶላር ሸያጥ ከምዝተኣከበ ይዝከር። እቲ ዝተረፈ ሰማንያን ክልተ ሚእታዊት ናይቲ ብርኪ ድማ ኣብ ሞንጎ ኩሎም ኣባላት ትካል ዌንዲስ ተከፋፈለ። ድሕሪ እዚ ቲም ሆርተንስ ንዝተወሰነ ዓመታት ብዘይ ዝኾነ ሽርክነት ድሕሪ ምጽናሕ ኣብ ክልተ ሽሕን ዓሰርተ ኣርባዕተን እንደገና ምስ ህቡብ ናይ ኣሜሪካ ትካል በርገር ኪንግ ናይ ሽርክነት ውዕል ፈረመ። ኣገልግሎት ቲም ሆርተንስ ኣዝዩ ስሉጥ ንክኸውን ካብ 2007 ክሳብ 2013 ዓመተ ምህረት ኣብ ዝነበረ እዋናት ኣብ ቴክኖሎጂ ዓቢ ወፍሪ ገበሩ። ኣካየድቲ ስራሕ ናይዚ ትካል ቅልጡፍ ናይ ክፍሊት ኣገልግሎት ንምሃብ ከም ማስተር ካርድ፣ ቪዛ ካርድ፣ ከምኡ'ውን ኣሜሪካን ኤክስፕረስ ካርድ ናብ ኣሰራርሓኦም ብምትታው ካብቲ ዝነበሩ ዝያዳ ቅልጡፍ ኣገልግሎት ክህቡ ጀመሩ። ክሳብ ሎሚ ድማ ዝመጸ ሓድሽ ቴክኖሎጂ ብምጥቃም ንዕግበት ዓማዊሎም ይሰርሑ። እቲ ኣብ ክልተ ሽሕ ዓሰርተ ኣርባዕተ ምስ በርገር ኪንግ ዝተገበረ ናይ ሽርክነት ውዕል፣ ኣብ ዓይነታት ዝርዝር መግቢ ቲም ሆርተንስ ወሰኽ ክገብር ጽልዋ ገይሩ ምንባሩ ዝፍለጥ ኮይኑ፣ ከምቲ ምስ ዌንዲስ ሬስቶራንት ዝኽተልዎ ዝነበሩ ኣካይዳ ተመሳሳሊ፣ ኣብ ሓደ ከባቢ ወይ ቦታ ኮይኖም ኣገልግሎት ክህቡ ጀመሩ። እቲ ብ ስሪጂ ካፒታል ዝበሃል ናይ ኢንቨስትመንት ካምፓኒ ዝውነን በርገር ኪንግ፣ ኣብ ካናዳ ሓደ ካብቲ ልዑል ተፈታውነት ዘለዎ ኣሜሪካዊ ናይ በርገር ሬስቶራንት እዩ። ቲም ሆርተንስ ድማ ካናዳዊ ባህሊ ዓቂቡ ምስዚ ትካልዚ ብሽርክነት ዝሰርሕ ዘሎ ትካል እዩ። ቲም ሆርተንስ ብዘይካቲ ስሉጥን ርትዓውን ኣገልግሎቱ፣ ብካናዳውያን ብዙሕ ነቐፌታን ተቓውሞን በጺሕዎ እዩ። ገለ ካብኡ ንድሕሪት ቁሩብ ዓመታት ምልስ ኢልና ምስ እንርኢ፣ ኣብ ክልተ ሽሕን ትሽዓተን ዓመተ ምህረት ሽቕለት ኣልቦነት ሰማይ ዓሪጉ ኣብ ዝነበረሉ እዋን፣ ገለ ገለ ጨናፍር ቲም ሆርተንስ፣ ግዝያዊ ሰራሕተኛታት ካብ ወጻኢ ሃገራት ብፍላይ ካብ ፊሊፕንስ ብምምጻእ የስርሖም ብምንባረን፣ ብካናዳውያን ገለ ካብቲ ተሪር ተቓውሞ ዘጋጠሞ ምንባሩ ይዝከር። ኣብ ክልተ ሽሕን ዓሰርተ ሸሞንተን እውን እንተኾነ ፌደራል መንግስቲ ዝተሓተ ደሞዝ ናይ ሓደ ሰብ ካብ ዓሰርተ ሓደ ነጥቢ ስሳ ናብ ዓሰርተ ኣርባዕተ ዶላር ኣብ ሰዓት ክውሰኽ ድሕሪ ምእዛዙ፣ ውሑዳት ዘይኮና ጨናፍር ቲም ሆርተንን ሰራሕተኛታትን እቲ ዝግብኦም ጥቕምታት ብዓማዊል ዝረኽቦ ዝነበሩ ቲፕ ከይተረፈ ናብ ካዝናኣን ከእትወኦ ተረኽባ። እዚ እውን ብካናዳውያን ዓቢ ተቓውሞ ገጢምዎ እዩ። ብዘይካዚ ብክኢላታት ጥዕና እውን እንተኾነ እቲ ትካል ዘዳለዎ ዝነበረ መግብታትን መስተን ኣዝዩ ልዑል መጠን ካሎሪ ዘለዎ ምዃኑ ብተደጋጋሚ ብምሕባር ንሽያጥ ናይ ቲም ሆርተንስ ክጸልዎ ተራእዩ እዩ። ብፍላይ ናይ ስፖርት ክለባት ተጻወተን ተጠቀምቲ ናይዚ ፍርያት ንኸይኮኑ ጎስጋስ ገይረን። ብተመሳሳሊ ኣብዚ ዘለናዮ ዓመት ብማሕበራዊ ሚድያታት ንቲም ሆርተን ቦይኮት ዝገብሩ ወይ ዝነቕፉ ኣካላት ምንቅስቓስ ምግባሮም ይዝከር። እቲ ምኽንያት ከኣ ከምቲ ኣብ ክልተ ሽሕን ትሽዓተን ዘጋጠመ፣ እቲ ትካል ሕጂ'ውን ንወጻእተኛታት ብፍላይ ንሂንዳውያን ብዝያዳ ናይ ስራሕ ዕድል ብምፍጣር ከም ዝተነቕፈ ይፍለጥ። ኣካየድቲ ናይዚ ትካል ነዚ ቅሬታ ዕላዊ መልሲ እኳ እንተዘይሃቡሉ፣ መንግስቲ ካናዳ ግን ወነንቲ ትካላት ናይ ስራሕ ዕድላት ብቐዳምነት ንካናዳውያን ክህቡ ከም ዘለዎ መግለጺ ኣውጺኡ ምንባሩ ይዝከር። ምጉዳል ምምጻእ ኢንተርናሽናል ተመሃሮ'ውን እንተኾነ ምስዚ ነቐፌታ ብዝተወሰነ መልክዑ ይተኣሳሰር ምዃኑ ይፍለጥ። ዝኸበርኩም ተኸታተልቲ ናይዛ ቻነል ናይ ሎም መደብና ነዚ ይመስል ነይሩ እዛ ቪድዮ እንተፈቲኹምዋ ላይክ ሃብዋ ናብ ካልኦት ክትበፅሕ ከዓ ሼር ግበርዋ እንዳበልና ኣብ ዝቕፅል ብካልእ መደብ ክሳብ ንራኸብ ብሩክ ቅነ